ሰላም ጥዕኒ ሃበለይ ከመይ ትጸንሑ ዝኸበርኩም ተኸታተልቲ ሃበ ሚድያ ንሎሚ ሶኒ 31 ጥቅምቲ ናባኻትኩም ክነብሎም ዝሓረናዮም ዜናታት ኣለውና ክትከታተሉና እናዓደምኩ ሃበ ሚድያ ዝፍንዎም እዋናውን ተኣመንትን ሓበሬታታት ንኽትከታተሉ ንቻነልና ሰብስክራይብን ላይክን ክትገብሩን ምድላዋትና ናብ ካልኦት ንክባፅሑ ድማ ሼር ክትገብሩ ንላቦ። ሕዚ ቀንዲ ቀንዲ ዜናታት ከስመዕኩም። ትማሊ ሰንበት ክዛዘም ትፅቢት ዝተገበረሉ ዘተ ድርድር ዕርቀ ሰላም ተናዊሑ። ሰራዊት ኤርትራ ንጊዚኡ ኣብ ዝኣተወሎም ከባብታት ትግራይ ኣብ ልዕሊ ሰላማውያን ዜጋታት መነወራይ ግፍዕታት ይፍፅም ኣሎ ተባሂሉ። ኣብ ኩሎም ግንባራት ይቕፅል ኣብ ዘሎ ኲናት ትግራይ ሓይልታት ሰራዊት ትግራይ ንፀላእቱ ብፅንዓትን ብጅግንነትን ይምክቶም ኣሎ ተባሂሉ ዝብሉን ካልኦት ሓበሬታታትን ኣለውና ንኽትካተሉና ንዕድም ሕዚ ናብ ዝርዝሮም ከስግራኩም። ትማሊ ሰንበት ክዛዘም ትፅቢት ዝተገበረሉ ኣብ ደቡብ ኣፍሪካ ዝካየድ ዘሎ ዘተ ድርድር ዕርቀ ሰላም ከም ዝተናውሐ ተገሊፁ። እቲ ክልተ ዓመት ኣቑፂሩ ዘሎ ኲናት ትግራይ ሰላማዊ ዕልባት ክረክብ ዕላማ ዝገበረ ካብ ዝሓለፈ ሰሉስ 25 ጥቅምቲ ጀሚሩ ኣብ ደቡብ ኣፍሪካ ዘተ ሰላም ይካየድ ከም ዘሎን እቲ ዘተ ሰላም ትማሊ ሰንበት ክውዳእ ትፅቢት እኳ እንተተገበረሉ ሎሚ ሰኑ እውን ከም ዝቐፀለን ምኽንያት ምንውሑ ድማ ዝተፈለጠ ነገር ከምዘየለ ማዕኸናት ዜና ዓለምና ይገልጻ ኣለዋ። ኲናት ትግራይ ደው ብምባል ብሰላማዊ መንገዲ ፍታሕ ንኽረክብ ኣብ ዝሓለፉ ክልተ ዓመታት ዘተ ሰላም ንኽካየድ ዝተገበሩ ፈተነታት ክተዓናቐፉ ከምዝጸንሑን እቲ ሕዚ ብኣሰናዳእነት ሕብረት ኣፍሪካ ዝሳለጥ ዘሎ ዘተ ድርድር ዕርቀ ሰላም ንፈለማ እዋን እዩ ስሩዕ ዘተ ድርድር ከምዝኾነ ተሓቢሩሉ ዘሎ እቲ ሕዚ ዝካየድ ዘሎ ዘተ ድርድር ዕርቀ ሰላም እቲ ብሰንኪ ልፍንታውያን ወረርቲ ሓይልታት ዝፀንት ዘሎ ህዝቢ ትግራይ ፍታሕ ክረክብን ፈለማ ኲናት ደው ብምባል ዘይተገደበ ሰብኣዊ ሓገዝ ክረክብን ሰራዊት ኤርትራ ድማ ካብ መሬት ትግራይ ተፀራሪጉ ክወፅእን ብድሕሪኡ ድማ ክልቲኦም ተደራደርቲ ዝጠልብዎ እንካን ሃባን ጉዳያት ንምዝታይ ዓብዪ ውሳነታት ክውሰን ትፅቢት ዝግበር ኮይኑ ዛጊድ ኣብ ዙርያ እቲ ዘተ ድርድር ዕርቀ ሰላም ዝወፀ ሓበሬታ የለን ይብሉ ነቲ ጉዳይ ቅርበት ዘለዎም ዲፕሎማሰኛታትን ተንተንቲ ፖለቲካን። ኣብ ዝሓለፈ ዓመት ወርሒ መጋቢት ሰራዊት ብልፅግናን ሓይልታት ሰራዊት ትግራይን ሰብኣዊ ረድኤት ናብ ትግራይ ንምእታው ብዝብል ተኹሲ ደው ናይ ምባል ስምምዕነት በፂሖም እንተነበሩ እኳ እቲ ውዕሊ ፈሪሱ ሕዚ ድማ ንሳልሳይ እዋን ብዝቕፅል ዘሎ ኲናት ብኣማኢት ኣሽሓት ዝቑፀር ህዝቢ ትግራይ ኣብ ስግኣትን ጭንቀትን ከምዝርከብ ዝተፈላለያ ማዕኸናት ዜና ዓለምና ይፅብፅባ ኣለዋ። እቲ ቀፂሉ ዘሎ ዘተ ድርድር ዕርቀ ሰላም ክሳብ ረቡዕ ክቕፅል ከምዝኽእል መረዳእታታት ይሕብሩ። ሰራዊት ኤርትራ ኣብ ዝኣተወለን ከባቢታት ትግራይ ኣብ ልዕሊ ሰላማውያን ዜጋታት ኣረሜናዊ ግፍዕታት ይፍጽም ከም ዘሎን ንብረት እውን ይዘርፍ ከም ዘሎ ነዚ ጠጠው ንምባል ድማ ማሕበረሰብ ዓለም ቁልጡፍ ስጉምቲ ክወስድ ከም ዝግባእ ተገሊጹ። 18 ነሓሰ 2014 ዝጀመረ ሳልሳይ ዙርያ ኲናት ትግራይ ኣብ ዝተፈላለዩ ግንባራት ውግእ ዝቐጸለ ኮይኑ ሰራዊት ትግራይ ድማ ብመስተንክራዊ ጀግንነት ንፀለእቱ ይምክት እውን ኣሎ። ልፍንታውያን ወረርቲ ሓይልታት ንግዚኡ ኣብ ዝኣተውለን ከባቢታት ትግራይ ድማ ካብ ደብዳብ ድሮንን ከቢድ ብረትን ዝተረፈ ሰላማዊ ሰብ ኣረሜናዊ ግፍዒታት ቀፂሎም ኣለው። ብፍላይ ድማ ኣራዊት ሰራዊት ኤርትራ ዝረኸቦ ንፁህ ወገን ብኣልማሚት ይርሽንን ይዕምፅን፣ ንብረት እውን የቃፅልን ይዘርፍን ከምዘሎ ካብ ትግራይ ዝወፁ ዘለው ሓበሬታታት የመላኽቱ።

ቤት ምኽሪ ሰብኣዊ መሰላት ሕቡራት መንግስታት ዓለም ብዛዕባ ኣብ ትግራይ ዝካየድ ዘሎ ኲናት ረኺበዮ ዝበሎ መረዳእታ እንትገልፅ ሰላማውያን ሰባት ዘነፃፀረ ደብዳብን ዕንወት መሰረታዊ ልምዓት ከምዝተፈፀመን ካብዚ ሓሊፉ ድማ ፆታዊ ዓመፅን ሕፅረት ቀረብ ምግብን ኣፋውስን ከምዘሎን ብሓፈሻ ኣብ ትግራይ ኣዝዩ ዘሕዝን ስእሊ እዩ ዘሎ ኢሉ እቲ ቤት ምኽሪ ኣብ ዘውፅኦ ፀብፃብ። ኣብዚ ሕዚ ሰዓት ሓይልታት ሰራዊት ብልፅግናን ኤርትራን ፍሉይ ሓይሊ ኣምሓራን ምልሻ ኣምሓራን ዕጡቓት ጉጅለ ፋኖን ተሳንዮም ህዝቢ ትግራይ ካብ ምድረ ገፅ ንምጥፋእ ኣብ ምርብራብ ድማ ይርከቡ። ልፍንታውያን ፀለእቲ ሓይሊ ሰብን ድርዕቶ ኣፅዋርን ብምትእምማን ትግራይ ኣብ ዝሓፀረ እዋን ንምቁፅፃር ኣብ ኩሎም ግንባራት ዝኸፈትዎ ኲናት ሰራዊት ትግራይ ብፅንዓትን ተወፋይነትን ይምክቶም ከምዘሎ ተሓቢሩ። ልፍንታውያን ወረርቲ ንጻውዒት ሰላም ተሓሲሞም ካብ ዓሰርተ ሸሞንተ ነሓሰ ክልተ ሽሕን ዓሰርተ ኣርባዕተን ዓመተ ምህረት ጀሚሮም እናካየድዎ ዘለዎ ወፍሪ ምጽናት ህዝቢ ትግራይ ሓየት ሰራዊት ትግራይ ብመስተንክራዊ ጀግንነት እናመከቶም ይርከብ ተባሂሉ። ብፍላይ ድማ ኣብ ግንባራት ሰሜን ምዕራብ፣ ማእኸል፣ ምብራቕን ደቡብን ኣብ ዝሓለፉ ሰለስተ ኣርባዕተ መዓልታት ጸላኢ ክንዲ ድላዩ ሓይሊ ሰብን ኣጽዋርን ኣሳቲፉ እኳ እንተሃለየ ሓየት ሰራዊት ትግራይ ብዝወስዶ ዘሎ በርቃዊ መጥቃዕቲ ማእለያ ዘይብሉ ሓይሊ ፀላኢ ከም ቆፅሊ ይረግፍ ኣሎ ተባሂሉ። ፀለእቲ ይግበር እዩያ ኢሎም ንሓየት ሰራዊት ትግራይ ብበዝሒ ቁፅሪ ንምጥቃዕ እንተተንቀሳቐሱ እውን ሓይልታት ሰራዊት ትግራይ ብዝወስድዎ ዘለዉ ተዓፃፃፋይ መጥቃዕቲ ውፅኢታውን ስልታውን ስትራቴጅን መሬት ትግራይ ረመፅ ኮይና ተቃፅሎም ከምዘላ ካብ ትግራይ ዝረኸብናዮ ሓበሬታ የመላኽት። ልፍንታውያን ወረርቲ ሓይልታት ህዝቢ ትግራይ ሙሉእ ብሙሉእ ንምፅናት ዓሊሞም እናካይድዎ ኣብ ዘለዉ ወራር ኣብተን ንግዚኡ ዝተቖፃፀርዎን ከባብታት ማእለያ ዘይብሉ ግፍዕታት ይፍፅሙ ከምዘለዉን ነዚ ስቓይ ህዝቢ ንምሕፃርን ቀልጢፍካ ጠጠው ንምባልን ድማ ህዝቢ ትግራይ ሓድነቱ ኣጠናኺሩ ግንባርን ደጀንን ብሓባር ብምስማር ክረባረብ ድማ ይግባእ ተባሂሉ። ኤርትራ ኣብ ፅንተት ህዝቢ ትግራይ ተዋፍሮ ዘላ ሰራዊት ንምጥንኻር ኣብ ወፃእ ሃገር ዝርከቡ ዜጋታታ ክልተ ሚእታዊ ግብሪ ከዋፅኡ ትገብሮ ዘላ ምንቅስቓስ ደው ክተብል ሓደ ኣባል ፓርላማ እንግሊዝ ሓቲቱ። ሎርድ ኣልተን ዝተብሃለ ኣባል ፓርላማ እንግሊዝ ኣብ ዝፀሓፎ ፅሑፍ ሰራሕተኛታት ቆንስላ ኤርትራ ካብ ኣባላት ዲያስፖራ ክልተ ሚእታዊ ግብሪ ነታ ሃገር ክኸፍሉ ከም ዘገድዱ እኹል መረዳእታ ኣለኒ። እዚ ድማ ብተዘዋዋሪ ፅንተት ህዝቢ ትግራይ ምድጋፍ ስለ ዝኾነ እዚ ተግባር ጠጠው ክብል ይግባ ይብል ኣብ ፅሑፉ። ብተወሳኺ ኤርትራ ብጥረ ገንዘብ ድኻ እኳ እንተኾነት እዚ እናሃለወ ግን ኣብ ወፃኢ ሃገራት ዘለዉ ዜጋታታ ግብሪ ክኸፍሉ ብምግዳድ ኣብቲ ዘስካሕኽሕ ዘሎ ህልቂት ህዝቢ ትግራይ ንክውዕል ትሰርሕ ከም ዘላን እዚ ድማ ቀጥታዊ ጽልዋ ከም ዘለዎ ሓቢሩ። እንግሊዝ፣ ሓይልታት ሰራዊት ኤርትራ ካብ ኲናት ትግራይ ኢዶም ክስሕቡን ካብ መሬት ትግራይ ድማ ተጸራሪጎም ንኽወጹን ካብ ዝጽውዓ ሃገራት ሓንቲ እያ። ደመኛታት ጸላእቲ ንግዚኡ ኣብ ዝኣተውዎም ከባቢታት ትግራይ ዝፍጽምዎ ዘለዉ ግፍዒ ናይ ነዊሕ እዋን ትልሞም እዩ ኢሎም ኣባል ሴንትራል ኮማንድ መንግስቲ ትግራይ ኣይተ ጌታቸው ረዳ። ብመሪሕነት ሰራዊት ውልቀ መላኺ ኢሳያስ ብዕላማ ኣብ ዞባታት ማእኸል፣ ደቡብ፣ ሰሜን ምዕራብን ምብራቕን ዝርከብ ህዝቢ እዚ ድማ ብፖሊሲ ሰኒዶም ይንቀሳቐስሉ ዘለዉን ቅሉዕ ባህጊ ፅንተት ዘመላኽትን እዩ ኢሎም ኣብ ዕላዊ ገፅ ትዊተሮም። ማሕበረሰብ ዓለም ብተደጋጋሚ ዘቕረብዎ ጻውዒት ሰላም ተሓሲሞም ብቐጻልነት ሰላማውያን ሰባት ይጭፍጭፉን ከተማታት ድማ የዕንዉን ምህላዎም ኣይተ ጌታቸው ረዳ ወሲኾም ገሊጾም። ማሕበረሰብ ዓለም እውን ካብ ቃላት ወጻኢ እዚ ዝበሃል ተግባራዊ ስጉምቲ ከምዘይወሰደን ነዚ ግን ብርኪ ሊሎ ዝኾነ ሓየት ሰራዊት ትግራይ ብፅንዓት ይምክቶ ከምዘሎ ድማ ፅሒፎም። ዝኸበርኩም ተኸታተልትና ዕለታዊ ዜናታትና እዚኣቶም ይመስሉ ነይሮም። ንምክትታልኩም ክብረት ይሃበልና። ሃበ ሚድያ ብሓባር እነዕብዮ ናታትኩም ሚድያ እዩ።